ናቶም ክኸውን እዩ ሰናይ ምክትታል። ክሳብ ጀሚርና ንውድእ ምሳና ክትጸንሑ ንላበወኩም። ኣቶ ቆንጫሪ ወዲ ሱሳን ሓደን ዓመት ከም ዝኾኑ ብግምት ይዛረቡ። ክልል ኦሮምያ ወረዳ ምዕራብ ጉጆ ሱሮ ቦርጉድ ተወሊዶም ዝዓበዩ ኦም። ዕድመኹም ክንደይ ይኸውን ዝብል ሕቶ ምስ ቀረበሎም ኣብዚ እዋን ዕድመይ ሱሳን ሓደን ይኸውን ዝብል ግምታት መልሲ ሂቦም። ዕድመ ቁዕነቶምን ዕቤቶም ኣብ ሕርሻን ምርባሕ እንስሳን ዘሕለፍዎ እዞም ኣቦ ዓሰርተ ሓደ ውሉዳት ኣለዉዎም። ሎሚ ጥሪት ኣብ ምክንኻን ወቕቲ እናተፀበዩ ማሕረስ ምክያድ ብዙሕ ዘጨንቖም ጉዳይ ኣይኮነን። ሓደ ጉዳይ ግን ያሎ ዘሕስቦም። ንዓይነታት ትምህርቲ ሕሳብ፣ ፊዚክስ፣ ስነ ህይወት፣ ስነ ዜጋን ምፅናዕ ምስ ደቂ ደቆም ዝኾኑ ተምሃሮዮም ዝወዳደሩ ዘለዉ። በዚ ዕድመኦም ናብ ትምህርቲ ክምለሱ ዝወሰንሉ ምኽንያት ከኣ ቅድሚ ዓመታት ኣብ ከባቢኦም ዝተጀመረ ዕድል ትምህርቲ ንዓበይቲ፣ መሰረተ ትምህርቲ፣ ነይሩ። ኣብዚ እዋንዚ ናብ ዩኒቨርሲቲ መእተዊ ሃገራዊ ፈተና ንምውሳድ ኣብ ምድላው ይርከቡ። ኣባሓጎይ ኣይተማህሩን፣ ኣቦይ እውን ኣይተማህረን፣ ኣነ ከኣ ክሳብ ዝኣርግ ከይተማሃርኩ ጸኒሐ ክብሉ ንትምህርቲ ዘለዎም ድልየት ይገልጹ። ኣብቲ ዝነብርሉ ከባቢ ብ ክልተ ሽሕን። ሸሞንተን ዕድል መስረተ ትምህርቲ ብምርካቦም ነቲ ትምህርቲ ዝነበሮም ሽውሃት ድርኺት ኮይኑ ኣነቓቒሕዎም። መሰረታዊ ትምህርቲ ብዝብል ካብ ቀበሌና ዕስራን ሓሙሽተን ሰባት ኣኪቦም ክምህሩና ምስ ጀመሩ ካብ ብቐደሙ ጣዕሳ ስለ ዝነበረኒ ከኣ ብሓጎስ ተቐቢለዮ። ምሳይ ነቲ ትምህርቲ ዝጀመሩ ኩሎም ኣቋሪጾሞ'ዮም፣ ኣነ ግን ንዕኡ ዛዚመ ቀዳማይ ክፍሊ ኣትየ ክብሉ ነቲ ኩነታት ይዝክሩ። ኣብ ክልተ ሻሕን ሓደን ብግእዝ'ዮም ቀዳማይ ክፍሊ ኣትዮም። ቀዳማይ ክፍሊ ምስ ኣተኹ ብዙሕ ሰብ ተገሪሙ። ምስ ቆልዑ ኣብ ቤት ትምህርቲ ካብ ዝውዕል ምስ ጥሪቱ እንተዝውዕል ዶ ኣይምሓሸን? ኢሎምኒ። ኣነ ግን ተማሂረ ነቲ ሕብረተሰብ ከእምኖ ስለ ዝኽእል ንዘረብኦም ብዙሕ ኣይተገደስኩሉን። ትምህርተይ ድማ ቀጺለ ይብሉ። ቀዳማይ ክፍሊ ኣትዮም ክመሃሩ ምስ ጀመሩ ዋርድያ ናይቲ ቤት ትምህርቲ ናይ ዝነበረ ዛንታ ንብዙሓት መምሃሪ ክኸውን ከም ዝኽእል ብምእማን ንብዙሓት እዮም ዘዘንትዉሎም። ቀዳማይ ክፍሊ ምስ ኣተኹ ሓደ ዋርድያ ናይቲ ቤት ትምህርቲ ነይሩ። ኣይተማህረን፣ ውዕሎኡ ግን ኣብቲ ቤት ትምህርቲ ነይሩ። መንበሪ ገዛኡ እውን ኣብ ጥቓ እቲ ቤት ትምህርቲ እዩ። ንምንታይ ከም ዘይተማሃረ ምስ ሓተትኩዎ፣ ኣብ ኣጋ እርጋን ትምህርቲ እንታይ ክዓብሰለይ? ኢሉኒ። ኣነ ግን ሽዑ ዝጀመርኩዎ ትምህርቲ ሎሚ ዓሰርተ ክልተ ክፍሊ በጺሐ ኣለኹ። ንሱ ግን ክሳብ ሎሚ ፊደላት ኣላልዩ ኣይፈልጥን'ዩ ክብሉ ይዛረቡ። ፍልጠቶም ንምዕባይ ዝለዓለ ባህጊ ዘለዎም ኣቶ ቆንጨሬ፣ ካልኦት ዝፈልጥዎ ነገር ናይ ምፍላጥ ዝለዓለ ድሌት ኣለዎም። ኣብ ውሽጠይ ሰባት ዝፈልጥዎ ነገር ንምንታይ ኣነ ከይፈለጥክዎ ተሪፈ ዝብል ሕቶ ኣሎ። ንምንታይ ብኣጻብዐይ እፍርን ክብል እጠዓስ ይብሉ ኣቶ ቆንጫሬ፣ ኣብ ክልል ኦሮሚያ ካልኣይ ደረጃ ቤት ትምህርቲ ቦሌ ሆራ ትምህርቶም ዝከታተሉ ኣቶ ቆንጫሬ፣ ኣብዚ እዋን ናብ ዩኒቨርስቲ መእተዊ ሃገራዊ ፈተና ንምውሳድ ኣብ ልዑል ምድላው ይርከቡ። ኣብቲ ፈተና ፅቡቕ ውፅኢት እንተረኺቦም ናብ ዩኒቨርስቲ ብምእታው ክምረቑ ገዚፍ ዕላማ ከምዘለዎም ይዛረቡ። ፈጣሪ ፈተና ንክሓልፍ እንተሓጊዙኒ፣ ዩኒቨርሲቲ ከኣቴ፣ ኣብ ደገ ኣብ ካልእ ሃገር ሓደ በዓል ጸጋ ዕድመ ካልኣይ ዲግሪ ንኽመሃሩ ብደቆም እናተደገፉ ህንጻ ቤት ትምህርቲ ብምድያብ ብሞራድን ከም ዝዛዘሙ ሓደ መምህረይ ነጊሩኒ። እዚ ከኣ ንዓይ ዓቢ ሞራላዊ ስንቂ ኮይኑኒ'ዩ ይብሉ ኣቶ ቆንጫሬ። ሕልሞም እንተሰሚሩ ናብ ዩኒቨርሲቲ ኣትዮም ብምምራቕ ንቤተሰቦም፣ ንመምሃራኖም፣ ንነበርቲ ከባቢኦምን ከሐጉስዎም ድልየት ኣለዎም። እምበኣር ኩቡራት ተኻተልትና ከምዚ ናይ ኣቶ ቆንጫሬ ንሰምዖ ዘለና ኩሉ ግዜ ድልየት እንድሕር ሃልይካ ዘይብጻሕ ነገር የለን። ዕድመ ይኹን ካልእ ነገር ውሽጣዊ ድልየታትካ ክዕንቁጾ የብሉን። መብዛሕትኡ ሎሚ ሰብ እንተሓቲትካዮ ሎሚ ደኣ እንታይ ትምህርቲ እንታይ ክዓብሰልና ሎሚ ገንዘብ እዩ ዘለና እንዳበለ ምኽንያት ከቕርብ ኢኻ ትርኢ። ከምኡ ዘይኮነ ግን ኩሉ ግዜ ንሕና ብነቕርቦ ምኽንያት ነቲ ናይ መጻኢ ድሌታትና እቲ መጻኢ ድሌታትና ንኸስሮ ብምህላውና ከነስተውዕል ኣለና። ሕልምታትና ክንበጽሖምን ክንቀብሮምን ኣብ ኢድና እዩ ዘሎ። ኣብ ገዛእ ነብስኻ ክልተ ሰባት ኣለዉ፣ ንሶም ከኣ እቲ ተዓዋታይን እቲ ዘይተዓዋታይን። ካብ ካብዚኣቶም ኣየኖት ዲኻ? እቲ ተዓዋታይ ዲኻ ወይስ እቲ ዘይተዓዋታይ? ንግሆ ንግሆ ክትስእ ከለኻ ክዕወት እየ፣ ኣነ ዝደለኽዎ ነገር ክበጽሖ እየ በሃላይ ዲኻ ወይስ ንግሆ ንግሆ ክትስእ ከለኻ ኣብ ውሽጥኻ ዘሎ ዘይዕዉት መንፈስ ንስኻ ትበጽሖ የብልካን ሕልምታትካ ኣይገሃድንዩ እንዳበለ ንታሕቲ ዘውድቐካ፣ ስለዚ እምበኣር ካብዞም ክልተ ኣየኖት ምዃንካ ፈሊጥካ ነቲ ክትበጽሖ ዘለካ ከም ትበጽሖ ኣሚንካ ንቕድሚት መርሽ። እምበኣር ክቡራት ተኸታተልትና ንሎምዓንቲ ዝበልናዮ ትሕዝቶ ነዚ ይመስል ክሳብ መወዳእታ ምሳና ስለ ዝጸናሕኩም ኣዝና ነመስግነኩም ክሳብ ኣብ ካልእ ቪድዮ ንራኸብ ሰሰናዩ ንዓኹም።